ኣሜሪካዊ ኣፍራዪ ነፈርቲ ዝኾነ ኩባንያ ቦይንግ ካብቲ ሰለስተ ሚእትን ኣርብዓን ሽዱሽተን ሰባት ዝቐተለ ክልተ ሓደጋታት ነፋሪት ካብ ተኸሳስነት ናጻ ንክኸውን ምእንቲ ሓደ ነጥቢ ሓደ ቢልዮን ዶላር ክኸፍል ተሰማሚዑ። ኣማኻሪ ኣባላት ስድራቤት ገለ ካብቶም ኣብ ክልተ ሽሕን ዓሰርተ ሸሞንተን ኣብ ኢንዶነዥያ ዘጋጠመ ሓደጋ ነፋሪት ላዮን ኣየር ዝኾኑ ሰባት ሳንጂብ ሲንግ ግን እቲ ስምምዕ ትካል ቦይንግ ካብ ተሓታትነት ክሃድም ከምዘኽእሎ ገሊጹ። ቦይንግ ኣቐዲሙ ብሞት ግዳያት ኣዚና ሓዚንና ኢና፣ ነቲ ኣብ ኩባንያ ዝመጽእ ሰፊሕን ዓሚቝን ለውጢ ብዝኽሪ ናይቶም ዝፈትውዎም ሰባት ንምኽባር ድማ ቃል ኣቲና ኣለና ኢሉ ነይሩ። እቲ ስምምዕ፣ እቲ ዓብዪ ትካል ኣቪየሽን ንስድራቤታት ግዳያት ሓደጋ ኣርባዕተ ሚእትን ኣርባዓን ኣርባዕተን ነጥቢ ሓሙሽተ ሚልዮን ዶላር ክኸፍል ዘጠቓልል እዩ። ብተወሳኺ ኣርባዕተ ሚእትን ሓምሳን ሓሙሽተን ሚልዮን ዶላር ድማ ኣብ ድሕነትን ብቕዓት ምምሕያሽን ዝውዕል እዩ። ብመሰረት እቲ ስምምዕ፣ ቦይንግ ኣርባዕተ ሚእትን ሰማንያን ሸውዓተን ነጥቢ ክልተ ሚልዮን ዶላር ገበናዊ መቕጻዕቲ ክኸፍል ዝተሰማምዐ ኮይኑ፣ ፍርቂ ናይዚ ድማ ኣብ ክልተ ሽሕን ዒስራን ሓደን ከፍ ኢልዎዮ። ወሃቢ ቃል እቲ ኩባንያ፣ ቦይንግ ብመሰረት እዚ ውሳነ ዘለዎ ግዴታታት ንምኽባር ቃል ኣትዩ ኣሎ፣ እዚ ድማ ንዝያዳ ትካላዊ ምምሕያሻትን ወፍርን ቃል ምእታውን ዘጠቓልል እዩ ኢሉ። እቲ ስምምዕ ብዳኛ መንግስቲ ፈደራል ዝጸደቐ ኮይኑ፣ ቦይንግ ካብ ገበናዊ ምትላል ፍርዲ ከድሕኖ እዩ ዝኽእል። ይኹን እምበር ንዓሰርተ ሽዱሽተ ስድራቤታት ግዳያት ሓደጋ ቦይንግ ሸውዓተ ሚእትን ሰላሳን ሸውዓተን ማክስ ዝውክል ጠበቓ፣ ኣብ መንጎ ነፈርቲ ዘፍሪ ትካል ቦይንግን ዓቃቢ ሕጊ ኣሜርካን ዝተገብረ ስምምዕ ብሞራል ጽዩፍ እዩ ክብል ገሊጽዎ ኣሎ። ምስ ኣፍደገ ባሕሪ ብዝተሓሓዝ ብላዕለዎት ሰበስልጣና ኮነ ናይ መሪሕነታ ደገፍቲ ዝኾኑ ናይ ማሕበራዊ ሚድያ ነጠፍቲ ብተደጋጋሚ መግለጺታት ክዝርጋሕ ዝረኣያላ ዘሎ ኢትዮጵያ ኣብ ኣዲስ ኣበባ ኣብ ሰለስተ ሄክታር ስፍሓቱ መሬት ሓደ ኣመና ዓቢ ዝኾነ ማእከላይ ቤት ጽሕፈት ሓይሊ ባሕሪ እታ ሃገር ትሃንጽ ምህላዋ ተገሊጹ። ምስ ኢትዮጵያ ዘለዋ ጥቡቕ ምቅርራብ ብዘርብ መልክዕ፣ ሩስያ ኣብ ኣዲስ ኣበባ ናይ ኣፍሪቃ ጨንፈር ናይ ማዕከን ዜና ስፑትኒክ ከፊታ ኣብ ዘላትሉ እዋን፣ እቲ ማዕከን እዩ እዚ ማእከላይ ቤት ጽሕፈት ሓይሊ ባሕሪ ኢትዮጵያ ክዛዘም ቀሪቡ ምህላዉ ዜና ዘርጊሑ ዘሎ። ኣብቲ እዛ ሩስያዊት ማዕከን ዘርጊሓቶ ዘላ ሓበሬታ፣ ቴስዓን ሓሙሽተን ሚእታዊት ማእከላይ ቤት ጽሕፈት ሓይሊ ባሕሪ ኢትዮጵያ ተዛዚሙ ከም ዘሎን ኣብቲ ተሓሲብሉ ዘሎ ዕለት ከኣ ክዛዘም ምዃኑን እያ ገሊጻ። እቲ ኣርባዕተ ደርብታት ዘጠቓለለ ብርክት ዝበለ ቤት ጽሕፈታት፣ ሕክምና፣ ናይ ኣኼባታት ኣዳራሻት፣ ናይ ስፖርት መሳርሒታትን ካልእን ዘጠቓለለ ዓርሞሸሽ ማእከላይ ቤት ጽሕፈት ሓይሊ ባሕሪ ኢትዮጵያ፣ እታ ሃገር ናይ ባሕሪ ምንቅስቓሳ ክተመሓድረሉ ትሃንጾ ምህላዋ ተገሊጹ'ሎ። ይኹን እምበር ኢትዮጵያ ከም ዝፍለጥ ብመሬት ዝተኸበት ኣፍደገ ባሕሪ ዘይብላ ኮይና ነየናይ ባሕሪ ክተመሓድር እያ ማእከላይ ቤት ጽሕፈት ሓይሊ ባሕሪ ትሃንጽ ዘላ ዝፍለጥ ነገር የለን። ብተወሳኺ እዛ ሩስያዊት ማዕከን ዘርጊሓቶ ኣብ ዘላ ሓበሬታ ኣብ ምምዕባል ሓይሊ ባሕሪ ከምኡ ድማ ታዕሊም ሩስያ ንኢትዮጵያ ንኽትሕግዛ ኣብ ዝሓለፈ ወርሒ መጋቢት ስምምዕ ከም ዝተፈጸመ ገሊጻ ኣላ። ከም ዝፍለጥ ኢትዮጵያ ምስ ሩስያ ኣብ ዝሓለፈ ቀረባ እዋን ወተሃደራዊ ስምምዓት ዝርከቦ ብርክት ዝበለ ስምምዓት ፈሪማ ነይራ እያ። ኣብ ዝሓለፈ ቀረባ መዓልታት ሓደ ካብ ላዕለዎት ሰበ ስልጣን መንግስቲ ፈደራል ኢትዮጵያ ዝኾነ ኣምባሳደር ዲና ሙፍቲ ኤርትራ ካብ ግዝኣታት ኢትዮጵያ ሰራዊታ ክተውጽእ ማሕበረሰብ ዓለም ጸቕጢ ክገብር ኣለዎ ኢሉ ጽሒፉ ዝነበረ ኮይኑ ሕጂ ድማ ሰራዊት ኤርትራ ኣበይ ከም ዘሎ ብዝምልከት ንዝቐረበሉ ሕቶታት ኣመልኪቱ ኣብ ዝሃቦ ግብረ መልሲ ሰራዊት ኤርትራ ዝሓዞም ግዝኣታት ባዕሉ ይፈልጦም እዮም ክብል ተዛሪቡ። ንሱ ነዚ ኣብ ዝመለሰሉ፣ ንሶም ዝሓዝዎ ግዝኣት ባዕሎም ይፈልጥዎ እዮም። ብዝርዝር ምዝራብ ኣዝዩ ከቢድ እዩ። እዚ ዝጸንሐ ነገር እዩ፣ ኣብዚ ደረጃ እዚ ብዛዕባኡ ይፈልጡ እዮም ምባል ይሓይሽ ኢሉ። እዚ ይኹን እምበር ኣብ መንጎ ኤርትራን ኢትዮጵያን ጽቡቕ ርክብ ኣብ ዝነበረሉ እዋን ከምኡ ድማ ኲናት ትግራይ ኣብ ዝነበረሉ ግዜ ሰራዊት ኤርትራ ምስ ሰራዊት ፈደራል ኣብቲ ኲናት ኣብ ዝሳተፈሉ ዝነበሩ ግዜ ዲና ሙፍቲ ኣፈኛ ሚኒስትሪ ወጻኢ ጉዳያት ኢትዮጵያ ኣብ ዝነበረሉ እዋን ብተደጋጋሚ ሰራዊት ኤርትራ ኣብ ኢትዮጵያ የለውን ክብል ተዛሪቡ ዝነበረ ኮይኑ ነዚ ሕጂ ምስ ናይ ቅድም መግለጺኡ ዝጋራጮ ሂብዎ ዘሎ ሰራዊት ኤርትራ ካብ መሬት ኢትዮጵያ ክወጽእ ኣለዎም ዝብል መግለጺ ብዝምልከት ማዕከን ዜና ቢቢሲ ንክልቲኦም መግለጺታቱ ብምቕራብ ሕቶ ኣብ ዘቕረበትሉ ምድህፋእ ኣሎ ዝነበረ ጉዳዩ ምእታውን ምውጻእን ኣሎ በዚ ደረጃ ምርኣይ ይሓይሽ ኢሉ። ካብዚ ቀጺሉ ነዚ ኣብዚ እዋን ኣባል ቀዋሚ ኮሚተ ጉዳያት ወጻኢ ባይቶ ወከልቲ ህዝቢ ዘሎ ኣምባሳደር ዲና ሙፍቲ ሰራዊት ኤርትራ ኣበይ ከባቢታት እዮም ዘለዉ ብዝምልከት ምስ ዝቐረበሉ ሕቶ መልሲ ክህብ እንከሎ ኣዝዩ ከቢድ እዩ። ብዛዕባ'ዚ ዝርዝር ስታቲስቲክስ ነገር የብለይን ክብል እዩ መሊሱ። ዲና ሙፍቲ ኣብቲ ዝሓለፈ ቀረባ መዓልታት ኣብ ሓንቲ ሆርን ቪው እትበሃል መርበብ ሓበሬታ ጽሒፍዎ ዝነበረ ንኤርትራ ዝነቅፍ ጽሑፉ ብጀካ'ቲ ሰራዊት ኤርትራ ኣብ መሬት ኢትዮጵያ ኣለዉ ንኽወጹ ጸቕጢ ክግበረሎም ኣለዎ ምባሉ ኤርትራ ኣንጻር መንግስቲ ኢትዮጵያ ዝቖሙ ዕጡቓት ካብ ምድጋፍ ክትቁጠብን ማሕበረሰብ ዓለም ጸቕጢ ክገብርን ጸዊዑ ነይሩ እዩ። ኣብዚ ሕጂ ቀሪብሉ ዘሎ ሕቶታት ድማ ብዛዕባ መንነት ናይቶም ኤርትራ ትድግፎም ኣላ ዝበሎም ዕጡቓት ጉጅለታት ብዝምልከት ሕቶ ኣብ ዝቐረበሉ ንሳቶም ይፈልጡ እዮም ብምባል ክልቲኤን ሃገራት ሰላም ጥራይ ከምዘድልየን ተዛሪቡ። ንሱ ኣብ ዘረብኡ ቀጺሉ፣ ክልቲኤን ሃገራት ዘድልየን ሰላም ኢዩ። ምክብባርን ሓቢርካን ምንባርን ኢዩ ዘድልየን። ካብዚ ወጻኢ ዝፍጸም ምድፍፋእ ግን ናብ ውግእን ግጭትን ኢዩ ዘምርሕ። ኣብ ምብራቕ ኣፍሪቃ ሰላም ምፍጣር ንህዝብታት ክልቲኤን ሃገራት ኣገዳሲ ኢዩ ኢሉ። ሰራዊት ኤርትራ ካብ ልኡላዊ ግዝኣት ኢትዮጵያ ንምውጻእ እንታይ ክግበር ኣለዎ ብዝምልከት ንዝቐረበሉ ሕቶታት ድማ፣ ሰራዊት ኤርትራ ልኡላዊ ግዝኣታት ኢትዮጵያ ተቖጻጺሩ ክነብር ኣይክእልን ኢዩ። ሕጂ ዘድሊ ኩሉ ሰብ ህድእ ኢሉ ብሰላማዊ መንገዲ ክፍታሕ ምግባር እዩ። ከምኡ እንተዘይኮይኑ ሓይሊ፣ ኲናት፣ ጸቕጢ ጽቡቕ ኣይኮነን፣ ንሃገር ይኹን ንህዝቢ ኣይጠቅምን እዩ ብምባል ኣገዳስነት ሰላም ኣስሚርሉ። ዲና ሙፍቲ ብዛዕባ'ቲ ኣብ መንጎ ክልቲኤን ሃገራት ወጥሪ ፈጢሩ ዘሎ ንሓድሕድካ ምክሳስን ስግኣት ናይ ኲናትን ዘሎ ምንቅስቓሳትን ብዝምልከት ንዝቐረበሉ ሕቶ ብቐጥታ ግብረ መልሲ ከይሃበ ንዘመናት ርኢናዮ ኢና፣ ፈቲናዮ ኢና፣ ደሓር ከኣ ኲናት ነዚ ዞባ ኣዕናዊ እዩ፣ ፕሮፖጋንዳዊ ይኹን ውተሃደራዊ ኲናት ኣየድልን እዩ ክብል መሊሱ። ዶናልድ ትራምፕ ንኤርትራ እትርከበን ንሓደጋታት ሃገራዊ ድሕነት ብምጥቃስ ካብ ዓሰርተ ክልተ ሃገራት ናብ ኣሜሪካ ዝገሹ እገዳ ከም ዘንበረ ተገሊጹ። ዶናልድ ትራምፕ ኣብቲ ኣሕሊፍዎ ዘሎ ውሳነ፣ ሓቀኛ ምምሕያሻት እኳ እንተተራእዩ፣ ከምኡ'ውን ኣብዚ መላእ ዓለም ሓደስቲ ጸገማት ዝረኣዩሉ ዘለዉ እዋን፣ ተወሰኽቲ ሃገራት ክውሰኻን እቲ ዝርዝር ክኽለስን ከም ዝኽእል ግን ገሊጹ'ሎ። ዶናልድ ትራምፕ ናብ ዝተወሰና ሃገራት ዘነጻጸረ ናይ መገሻ እገዳ ክገብር እዚ ንካልኣይ ግዜኡ'ዩ። ንሱ ኣብ ቀዳማይ እብረ ስልጣኑ ኣብ ክልተ ሽሕን ዓሰርተ ሸውዓተን እውን ብተመሳሳሊ መልክዕ ኤርትራ ኣብ ልዕሊ እትርከበን ብርክት ዝበላ ሃገራት ከምዚ ዓይነት ናይ መገሻ እገዳ ዝኾነ ትእዛዝ ፈሪሙ ነይሩ'ዩ። ብመሰረት ወጺኡ ዘሎ ዜናታት ድማ እተን ሕጂ ዜጋታተን ናብ ኣሜርካ ንኸይገሹ ተኣጊደን ዘለዋ ሃገራት ዓሰርተ ክልተ ሃገራት ኮይነን እተን ሃገራት ከኣ ኤርትራ፣ ሱዳን፣ ሶማልያ፣ የመን፣ ሊብያ፣ ኣፍጋኒስታን፣ ሚያንማር፣ ጫድ፣ ዴሞክራሲያዊት ሪፓብሊክ ኮንጎ፣ ኢኳቶርያል ጊኒ፣ ሄይትን ኢራንን እየን። ኣብ ርእሲ'ዘን ዓሰርተ ክልተ ሃገራት ድማ፣ ዜጋታተን ብኸፊል ናይ መገሻ ገደብ ዘጋጥመን ተወሰኽቲ ሸውዓተ ሃገራት ዘለዋ ኮይነን፣ ንሰን ከኣ ቡሩንዲ፣ ኩባ፣ ላኦስ፣ ሴራልዮን፣ ቶጎ፣ ቱርክሜኒስታንን ቬኔዝዌላን እየን። ብመሰረት እቲ ወጺኡ ዘሎ ሓበሬታ ከኣ እቲ እገዳ ካብ ሶኑይ ዝጅምር ኮይኑ፣ ዜጋታት ናይዘን ዝተጠቕሳ ሃገራት ድማ ናብ ኣሜሪካ ንክኣትዉ ቪዛ ናብ ዘይረኽቡሉ ደረጃ ክበጽሑ እዮም። ትራምፕ ቅድሚ ሸሞንተ ዓመት ተመሳሳሊ ስጉምቲ ኣብ ዝወሰደሉ ግዜ ኣብ መላእ ኣሜሪካ ኣብ ዝርከቡ መዕረፎ ነፈርቲ ህኮት ኣኸቲሉ ምንባሩ እዩ ይፍላጥ። ትራምፕ ኣብቲ ፈሪምዎ ዘሎ ውሳነ ነዚ ውሳነ ዝወሰደሉ ኣመልኪቱ ተቐሚጡ ዘሎ ምኽንያት ንኣሜሪካውያን ሓደገኛታት ካብ ዝኾኑ ወጻእተኛታት ክንከላኸለሎም ዝብል እዩ። ትራምፕ ኣብ መርበብ ሓበሬታ ትሩዝ ሶሻል ኣብ ዝለጠፎ ቪድዮ እቲ ኣብ ቀረባ እዋን ኣብ ኮሎራዶ ዝተፈጸመ መጥቃዕቲ ግብረ ሽበራ ነቲ ብግቡእ ዘይተመርመሩ ወጻእተኛታት ዜጋታት